ምዕቡል ቁጠባን ስልጡን ፖለቲካዊ ስርዓትን ንምፍጣር ዝሕልን ህዝቢ ግድን ንዕኡ ዝበቅዕ ብሉፅ ክብርታት ምኹስኳስ ስለዘድልዮ ክብርታት ናይ ምዕቃብን ምምዕባልን ዕማም ማዕረ ፖለቲካውን ቁጠባውን ህንፀት ሃገር ልዑል ኣተኩሮ ተዋሂብዎ ክስርሓሉ ከምዝግባእ ሃገራዊ ማሕበር መንእሰያትን ተምሃሮን ኤርትራ ብምኽንያት ሻድሻይ ፈስቲቫል መንእሰያት ሳዋ ኣብ ዘውፅኦ መግለፂ ሓቢሮም። ሃገራዊ ፈስቲቫል መንእሰያት ክልተ ሽሕን ዓሰርተ ኣርባዕተን፣ ሃገራዊ ክብርታትና ንምዕቃብን ምምዕባልን እነሰላስሎ ዘለና ስራሕ ገስጋሱን ሕጽረታቱን ዝግምገመሉ፣ ብዙሕነት ዝሰረቱ ሃገራዊ ስኒትናን ፍቕርን፣ ታሪኽን ኣነባብራን፣ ስሙር ጻዕርን ሓበራዊ ራእን እነጉላሓሉን መኣዲ ሃገራውነት ምዃኑ ዝጠቐሰ እቲ መግለጺ፣ መንእሰያት ንዝለዓለ ብቕዓትን ኣድማዕነትን ንቕሓትና፣ ውዳበናን ዕጥቃናን ከነሐይል ቃልስና እነሐድሰሉ ኣገዳሲ መድረኽ'ውን ኢዩ ኢሉ። ዘለናዮ ዘመነ ዓውለማ ምስ ርቀት ቴክኖሎጂ ሓበሬታ ተኣሳሲሩ ጽልኣት መበቆልን መንነትን ዘሕድር፣ ንመንእሰያት ስደትን ጊላነትን ዘናፍቕ ባህላዊ መርዚ ዝዝርግሓሉ እዋን ምዃኑ ዘመልከተ መግለጺ ሃማማተኤ፣ ኣብ ከምዚ ዓይነት ዓለማዊ ኩነት ኣብ ምምዕባል ዝርከቡ ህዝብታት ዝዓበየ ብድሆኦም ቁጠባዊ ምዕባለ ምርግጋጽ ዘይኮነ መንነትካን ክብርታትካን ዓቂብካ ኣብ ሃገራዊ ረብሓ ተዋሳኢ ምዃን ከምዝኾነ ኣስሚሩሎም። ክብርታትና መርሓና ኣብ ትሕቲ ዝብል መሪሕ ቴማ ካብ ዓሰርተ ሸሞንተ ክሳብ ዕስራ ሓምለ ኣብ ሳዋ ኣብ ዝቃናዕ ሻድሻይ ሃገራዊ ፈስቲቫል መንእሰያት ኤርትራ ክልተ ሽሕን ዓሰርተ ኣርባዕተን ካብ ውሽጥን ወጻእን ዝመጹ ኣሽሓት መንእሰያት ዝሳተፍዎ ሰሚናራትን ሓባራዊ ዘተን ባህልን ስነጥበባዊ ውድድራትን ምህዞን ሰንዓን ምዕዳል ሃገራዊ ሽልማት ሳዋን ሰዌራን ከምኡ'ውን ዛንታታት ውዕሎ ዋርሳይን ኩርናዕ ሰማእታትን ዘጠቓልል ትሕዝቶ ከምዝህልዎ ተፈሊጡ።
ኮማዊ ሆስፒታል ዕዲ ጥዕና ህዝቢ ኣብ ምውሓስ ልዑል ኣስተዋፅኦ ትገብር ከምዘላ ሓላፊ ቤት ፅሕፈት ሚኒስትሪ ጥዕና ኣብቲ ንኡስ ዞባ ኣቶ ዓብዱ ሳልሕ ገሊፁ። ንኤሪና ኣብ ዝሃቦ ሓበሬታ ኣቶ ዓብዱ፣ እታ ትካል ኣፍልጦ ህዝቢ ኣብ ዝተፈላለዩ ጥዕናዊ መዳያት ብሓፈሻ፣ ምክልኻል ተመሓላለፍቲ ሕማማት ድማ ብፍላይ ክብ ንምባል ብዘካየደቶ ንጥፈት ኣብዚ እዋን እዚ ቁፅሪ ኣብ ትካላት ጥዕና ዝሓርሳ ነፍሰ ፆራት ብዕስራን ሓሙሽተን ሚኢታዊት ከምዝዓበየ ኣብሪሁ። ንሱ ወሲኹ፣ ብዝተኻየደ ቀፃሊ ጎስጓስ ኮማዊ ፅሬት ኣብ ዝሓሰ ደረጃ ከምዘሎን ተጠቃምነት ዓይኒ ምድሪ ይዓቢ ምህላዉን ኣብሪሁ። ኣቶ ዓብዱ ሳልሕ ኣብ መወዳእታ፣ ንጥፈታቶም ኣብ ከባቢ ዕዲ ጥራይ ከይተሓጽረ፣ ኣብቲ ከባቢ ናብ ዝርከባ ዓድታት ብምንቅስቓስ ናይ ስኒ ሕክምናን ኣገልግሎት ላቦራቶሪን ከምዝህቡ ብምግላጽ፣ ንኣባላት ብሓፈሻ ኣብ ርሑቕ ገጠራት ንዝርከቡ ኣባላት ድማ ብፍላይ ዓቕሞም ንምዕባይ ዝምልከቶ ኣካል ኣተኩሮ ክገብረሎም ኣዘኻኺሩ።
ማሕበር ኮም ኤርትራውያን ነበርቲ ቦሎኛን ከባቢኣን ኢጣልያ ካብ ኣርባዕተ ክሳብ ሽዱሽተ ሓምለ ንዝካየድ ጽምብል ዝኽሪ መበል ኣርብዓ ዓመት ፈስቲቫል ቦሎኛ ብድምቀት ንምጽምባል ኩሉ ምድላዋት የጻፉፉ ከምዘለዉ ኣረጋጊጾም።
ካብቲ ቦታ ንዝበጽሓና ሓበሬታ ሃብቶም ፍረዝጊ ኣወሃሂድዎ ኣሎ። ኤልሳ ተስፋማርያም ከተቕርቦ'ያ።
ማሕበረኮም ኤርትራውያን ነበርቲ ቦሎኛን ከባቢኣን ኢጣልያ፣ ዝኽሪ ኣርብዓ ዓመት ፈስቲቫል ቦሎኛ ብልዑል ሱታፌ ብድምቀት ንምጽንባል ተዳልዮም ከምዘለዉ፣ ብ ዓሰርተ ሓደ ግንቦት ኣብ ዘቃንዕዎ ኣኼባ ኣረጋጊጾም። ኣብ'ቲ ስሙር ስጉሚ ንዝበረኸ መኸተ ኣብ ትሕቲ ዝብል ቴማ ዘቃንዑ ኣኼባ፣ ቆንስል ኤርትራ ኣብ ኢጣልያ ኣቶ ርእሶም ገብረገርግስን፣ ሓላፊ ህዝባውን ኮማውን ጉዳያት ኣብ ኢጣልያ ኣቶ ግርማይ ሃብተሚካኤልን፣ ዝኽሪ ኣርብዓ ዓመት ፈስቲቫል ቦሎኛ ብድምቀት ንምጽንባልን ንዝካየድ ዘሎ ምድላዋት ኣመልኪቶም መብርሂ ድሕሪ ምሃብ፣ ማሕበረ ኮም ቦሎኛን ከባቢኣን ንዝገብሮ ዘሎ ልዑል ስታፍ የሞጊሶም። ተሳተፍቲ ብወገኖም፣ እቲ ጽንብልን ንዕኡ ዝግበር ዘሎ ምድላዋትን ከም ኣካል ሃገራዊ ጉባኣትን ጉዳያትን ከምዝርእይዎ ብምሕባር፣ ካብኦም ዝሕተት ከማልኡ ድሉዋት ምዃኖም ኣነጺሮም። ካብ ኣሜሪካ ዝመጸ ኤርትራዊ ምሁር ፕሮፌሰር ጊደዎን ኣባይ ብወገኑ፣ ንጥሙር መኸተን ተሳትፎ ዜጋታትን ብሰፊሑ ድሕሪ ምብራህ፣ ዜጋታት ንቕሓቶም ኣበሪኾም ሽርሕታት ጸላእቲ ኣብ ምፍሻል ብሓድነት መሳርሕን ኣተሓሳስባን ክንቀሳቐሱ ኣዘኻኺሩ። ተሳተፍቲ ኣብ መወዳእታ፣ ሓድነቶም ዓቂቦምን ንቕሓቶም ኣበሪኾምን መደባት ሃገራዊ መኸተ ንምዕዋት ዝሕግዞም ውሳነታትን ለበዋታትን ከምዘመሓላለፉ እቲ ዝበጸሓና ሓበሬታ ኣረዲኡ።
ሰብዓን ትሽዓተን ሄክታር ዝሽፍን ሕሩም ሕዛእቲ ምምሕዳር ከባቢ ብርኩት ንኡስ ዞባ ዓዲ-ዃላ ብህዝቢ እቲ ከባቢ ብዝተገብረሉ ክንክንን ሓለዋን ኣብ ፅቡቕ ደረጃ በፂሑ ውሕስነት መግቢ እንስሳ ኣብ ምርግጋፅ ልዑል ኣስተዋፅኦ ይገብር ከምዘሎ ተገሊፁ። ነቲ ኣብነታዊ ስራሕ ንምዕዛብ ኣብ ዝተገብረ ዑደት ሓላፊ ጨንፈር ሚኒስትሪ ሕርሻ ኣብቲ ንኡስ ዞባ ኣቶ በረኸት ተስፋስላሴ ኣብ ዘስምዖ ቃል እቲ ሕዛእቲ ነበርቲ ዓድታት ብርኩት ሰብዑን ኩሕሊ ዝብእን ኣብ ክልተ ሽሕን ዓሰርተን ከሊሎም ንመሕደርኡን ኣጠቓቕምኡን ዝምልከት ሕጋጋት ኣውጺኦም ክከናኸንዎ ብምጽንሖም ኣብዚ ግዜ እዚ በብዓይነቶም ኣግራብን ሳዕርን ጽቡቕ ሰሲኖም ምህላዎም መርኣያ ናይዚ ኣብነታዊ ስርሖም ድማ ሚእትን ሓምሳን ሽሕ ናቕፋ መተባብዒ ከምዝተዋህቦም ሓቢሩ። እቲ ብምምሕዳር ከባቢ ዓዲ ብርኩት ዝተወስደ ተበግሶ ንካልኦት ዓድታት ቅዱስ ቅንኢ ዘሕድር ምዃኑ ዝጠቐሰ ኣመሓዳሪ ንኡስ ዞባ ዓዲ ዃላ ኣቶ ተኽለብርሃን ምሕረተኣብ ነበርቲ እተን ዓድታት ከባቢኦም ንምልማዕ ዘካይድዎ ዘለዎ ጻዕሪ ብዝሓየለ ክቕጽልዎ ተላብዩ። ኣመሓዳሪ ምምሕዳር ከባቢ ዓዲቡርኩት ኣቶ ሲዒድ ገቡን ብግዲኡ፣ እቲ ሕዛእቲ ብህዝቢ ሳላ ዝተገብረሉ ክንክንን ሓለዋን፣ ኣብዚ ግዜ'ዚ ብዕሙር ሳዕርን ኣግራብን ተሸፊኑ ሰፈር ዝተፈላለዩ እንስሳታት ዘገዳም ኮይኑ ምህላው ኣረዲኡ። ነበርቲ ድማ ዘካይድዎ ንጥፈታት ምዕቃብ ማይን ሓመድን ኣብ ምስሳን ናይቲ ሕሩም ሕዛእቲ ዓቢ ተራ ከምዝነበሮ ብምጥቃስ፣ ከም ውፅኢት ፃዕሮም ንጥሪቶም ዝኸውን ሳዕሪ እናዓፀዱ ብዘይ ስክፍታ ይጥቀሙ ከምዘለዉ ሓቢሮም። ኣብ መወዳእታ ዋና ዳይሬክተር ክፍሊ መሬትን ሕርሻን ዞባ ደቡብ ኣቶ ሃይለሚካኤል ኢዮብ ኣብ ዘስመዖ ቃል ፍግረ መሬት ንምክልኻልን ውሕስነት መግቢ ንምስሳንን ንምርግጋፅን ህዝቢ እተን ዓድታት ብውህደት ዘካይዶ ዘሎ ስራሕ ካልኦት ዓድታት ክስዕብኦ ኣዘኻኺሩ።
ኣብ ንኡስ ዞባ ማይ ዓይኒ እትርከብ ሓውሲ ከተማ ኳዕቲት ድሕሪ ናጽነት ብዝተዋደደላ ትካላት ማሕበራዊ ኣገልግሎት ኣብ ስፍሓታን ቁጽሪ ነበርታን ዝምስገን ምዕባለ ከም ዘመዝገበት ኣመሓዳሪ ናይታ ሓውሲ ከተማ ኣቶ እምሃ ገብረኣምላኽ ሓቢሮም። ኣቶ ኣመሃ ኣብ ሓበሬትኡ፣ እታ ሓውሲ ከተማ ካብ መባእታ ክሳብ ካልኣይ ደረጃ ዝተዘርግሓ ኣብያተ ትምህርቲ፣ መዋእለ ህጻናት፣ ትካል ጥዕናን ኣገልግሎት መጓዓዝያን ከምእተዋደደላ ብምግላጽ፣ ተኸፊተን ዘለዋ ሰማንያ ትካላት ንግዲ'ውን ንዓድታት እቲ ከባቢ ዝምስገን ባይታ ናይ ንግዲ ፈጢረን ከምዘለዋ ገሊጹ። ብዘይካ'ዚ ምስ ምውሳኽ ብዝሒ ምስ ዝተኸስተ ሕጽረት ጽሩይ ዝስተ ማይ ንምቅላል ፕሮጀክት ይዋደድ ከምዘሎ፣ ነበርቲ ድማ ሻምብቆታት ብምዝርጋሕ ኣብ ምስላጥ እቲ ስራሕ ልዑል ኣስተዋጽኦ ይገብሩ ከምዘለዉ ብምምልካት፣ ዕለታዊ ካብን ናብን ንዝግበር መገሻታት ኣገልግሎት ንምሃብ ኣውቶቡሳት ተመዲበን መዓልታዊ ይመላለሳ ምህላወን ኣብሪሆም። ነበርቲ ብወገኖም ኣብ ሓውሲ ከተምኦም ተሃኒፀን ዘለዋ ትካላት ትምህርትን ጥዕናን ኣብ ማሕበራዊ ህይወቶም ልዑል ኣስተዋፅኦ ይገብራ ከምዘለዋ ብምግላፅ ተሪፉ ዘሎ ናይ ኤሌክትሪክ ቀረብ ንምምላእ ቆላሕታ ክግበረሉ ተላብዮም። ኣብ ግዜ መግዛእቲ ጥልያን ዝተመስረተት ሓውሲ ከተማ ኳዓቲት ልዕሊ ዓሰርተ ኣርባዕተ ሽሕ ህዝቢ ይነብራ።
ኣብ ከርመድ ንኡስ ዞባ ሓጋዝ ብሸውዓተ ግንቦት ዝወቕዐ ህቦብላ ዝተሓወሶ ዝናብ ኣብ መባእታን ማእከላይን ደረጃን ቤት ትምህርቲ፣ ትካላት ጥዕናን መንበሪ ኣባይትን ጉድኣት ከምዘውረደ ካብቲ ቦታ ደንጒዩ ዝበጽሓና ሓበሬታ ኣመልኪቱ። ርእሰ መምህር መባእታን ማእከላይን ደረጃ ቤት ትምህርቲ ከርመድ መምህር መድሃኔ መብራህቱ ኣብ ዝሃቦ ሓበሬታ በቲ ብህቦብላን በረድን ዝተሰነየ ብርቱዕ ዝናብ ሰለስተ ርብዒ ቀጽሪ ናይቲ ቤት ትምህርቲ ሓሙሽተ መምሃሪ ክፍልታት ዕስራን ኣርባዕተን ዓይኒ ምድርን መሕጸብ ሰብነትን መንበሪ መምህራንን ኣዳራሽን ቤት ንባብን ዚንጎታቱን ሞራለታቱን ከም ዝተቐንጠጠ ገሊጹ። ወኪል መደበር ጥዕና ከርመድ ነርስ ቢንያም ኣስፍሃ ብወገኑ ክፍልታት መጸበዪ ሓራሳት፣ መኽዘንን ፋርማሲን ብተመሳሳሊ ዚንጎታቱ ከም ዝተቐንጠጠ ኣብሪሁ። ኣብ ሰብ ዝወረደ ሓደጋ ከም ዘየለ ዝሓበረ ኣመሓዳሪ ምምሕዳር ከባቢ ሸበቕ ኣቶ መድሃኔ ወልደኣብ ድማ ልዕሊ ሰላሳ ኣጓዱ ናይ ህዝቢ ከም ዝፈረሰ፣ ሰላሳ ጤለ በጊዕን ሓደ ብዕራይን ብውሕጅ ከም ዝተወስዱ፣ ሓያሎ ኣግራብ ድማ ካብ ሱሮም ከም ዝተቦርቆቑቑ ብምምልካት፣ ነቲ ኣብ ኣብያተ ትምህርትን መደበር ጥዕናን ዝወረደ ዕንወት ብማእቶታዊ ወፈራ ኣብ ዝሓጸረ እዋን ክጽግንዎ ምዃኖም ሓቢሩ። ኣብቲ ዕለት እቲ ኣብ ምምሕዳር ከባቢ ዓድ ዑመር ዝወቕዐ ዝናብ እውን ኣብ መንበሪ ኣባይቲ ጉድኣት ከምዘውረደ እቲ ዝበጽሓና ሓበሬታ ብተወሳኺ ኣረዲኡ።